እቶም ኢንግሊሽ ትፈልጡ ትግርኛ ክንመሃር ኢና እቶም ትግርኛ ትፈልጡ ከዓ ኢንግሊሽ ክንመሃር ኢና Stay tuned for the coming video. Learning together!
ሰላም ሰላም ከመይ ቀኒኹም ተከታተልቲ ሩፍታን ሲስተርስ ቻነል ሎሚ ሂዘልኩም መፅኦ ዘለኹ ዛንታ ናይ ንእሽተይ ኣንበሳን ሰብን እያ ትብል እዚኣ ዛንታ ኣዝያ ደስ ስለ ዘበል ስለ ዝበለትኒ ናባኹም ሂዚኣ ኸኣ መጺኤ ኣለኹ። እዚ ዛንታ ዝነገረኒ ኣቦና ግርማይ ሳንድያጎ እዩ። ምስ ዳዲ ዒሩ ከም ድያም ሕጂ ክነግረኒ ኢሉ ምስ ነገረና ኣዝየ ፈቴያ ናባኹም ሂዚኣ ኸኣ መጺኤ ኣለኹ። ሕጂ ናብዛ ዛንታ ከቕርበኩም እየ ጽን ኢልኩም ስምዑኒ ኢኹም። ኣብ ሓደ ዓዲ ሓደ ንእሽተይ ኣንበሳን ኣዲኡን ነይረን ነይሮም። ኣዲኡ ነዝምበሳ ኣምቡሽ ወደይ እንድሕር ክፃወት ደሊኻ ካብዚ ከባቢ ገዛውትና ከይትርሕቕ ኢላቶ። ሽዑ እቲ ኣምበሳ ከዓ ሽዑ ሕራይ ኢሉ እንድሕር ካብዚ ቦታ ርሒቕካ ክትሕምብስ ስለዘይትክእል ከይትጥሕል ኣብ ሩባ ሩባ ኣሎ በዚ ኢላቶ። ሽዑ ሕራይ ኢሉ። እንድሕር ካብኡ ከኣ ርሒቕካ ሽዑ ሰብ ዝበሃል ፍጥረት ኣሎ ንሱ ማራ ሓያል እዩ ኢላቶ ሽዑ እቲ ኣንበሳ ከኣ እዋእ ካባይ ዝሕይል እዩ ኢልዋ ሽዑ እቲ ኣዲኡ ከኣ እዋእ ኣዝዩ ሓያል እዩ ኢላቶ ሽዑ እቲ ኣንበሳ ከኣ ሕራይ ኢሉ ሽዑ ግን ሓሲቡ እዋእ ካብ ኣንበሳ ዝሕይል ሰብ ኣሎ ኢዩ እዋእ ኣነ እኮ ሓያል እየ ኢሉ ኣቡሽ ወደይ ኣብዚ ተጻወት ካብዚ ከይትርሕቕ መግቢ ሒዘልካ ክመጽእየ ኢላቶ ሽውሓራይ ኢሉ ኣዲኡ ምስ ከደት ንስኻ ዋእ ነዚ ሰብ ዝበሃል ፍጥረት ከይደ ክደልዮ እየ ኣነ ክበኣሶ ደልየ ኣለኹ ኢሉ ሽዑ ከይዱ ከይዱ ከይዱ ከይዱ ከይዱ ሽዑ ኣድጊ ርእዩ። ኣታ ንስኻ ዲኻ ሰብ ትበሃል ኢልዋ እቲ ኣድግኻ ውይ ኣነ ኮንኩም ሰብ ኣነ ኣድጊ እየ ወልሓንቲ ይገብርኒ ኣነ ኢላቶ ሽዑ ኣንበሳ ሽዑ ሀራይ በሊ ኢሉ ቀፂሉ ቀፂሉ ቀፂሉ እንዳኸደ ሽዑ ኣብ ሓደ ካልእ እንስሳ ሪኡ ገመል ሪኡ ኣታ ንስኻ ዲኻ ሰብ ትበሃል ኢልዎ ሽቱ ኣንበሳ እቱ እቲ ገመል ከዓ ውይ ኣነ ሰብ ኣይኮንኩን ገመሌ ሓንቲ ገብኒ ኣነ ኢልዎ ሽሐራ ኢሉ ግን እንድሕር ሰብ ክትሪ- ክትረኽብ ደሊኻ ኣብዚያ ቅርብ እንድሕር ሕልፍ ኢልካ ሰብ ክትረኽብ ኢኻ ኢልዎ ሽሐራ ኢሉ እቲ ኣንበሳ ከዓ ከይዱ ከይዱ ከይዱ ከይዱ እንዳረሓቐ እንዳረሓቐ ምስ ከደ ሓደ ሰብኣይ ፋስ ሒዙ ገረብ ክቆርጽ ርእይዎ። ሽዑ፣ ዋእ! እዚ ንእሽተይሲ ሰብ ሰብ ክኸውን ኣይክእልን'ዩ፣ እዚ ሓያል ኣይመስልን'ዩ ኢሉዋ ንነብሱ። ሽዑ ከይዱ ነቲ ሰብ ሽዑ፣ ኣታ ንስኻ ዲኻ ሰብ ትበሃል? ኢሉዎ። ወይለይ ንእሽተይ ኣንበሳ መጺኻ? እወ ኣነ'የ ሰብ ኢሉዎ። ሽቶ'ምበሳ ኸኣ፣ ዋእ እሞ ክበኣሰካ ደልየ ኣለኹ ኩሉ ሰብ ንስኻ ሓያል ኢኻ እዮም ዝብሉ ዋእ እወ ሓያል እየ ኣነ ኢልዎ እሞ ክበኣሰካ ደልየ ኢልዎ ሽዑ ሽዑ እቲ ሰብኣይ ከዓ ዋእ ኣነ ሓይለይ ኣብ ገዛ ገዲፌ ኣለኹ ከመይ ገይረ ክበኣሰካ ኢልዎ ሽዑ እቲ ኣንበሳ ከዓ ሽዑ ኢልዎ ዋእ ኣብዚኣ ክትፀንሓካ እየ ኪድ እሞ ምፃእያ ሓይልኻ ኢልዎ ሽው እቲ ሰብኣይ ከኣ ዋእ ከመይ ገሩ ይኣምን ኣብ ተፈሪሕካ ተሃደምካ ከ ኢልዎ ሽዑ እቲ ሰብ ከኣ ሽዑ ኣንበሳ ከኣ ዋእ ኣነ ጅግና እየ ጅግና እየ ኣነ ኣይከይድን እየ ኣይፈርሕን እየ ኢልዎ ሽዑ እቲ ሰብኣይ ከኣ ደሓን እየ ኣብዚኣ ገረብ ኣሲረካ እሞ ክጸንሕ ሃይለ ከይደ ምስ ኣምጸኹ ክንበኣስ ኢና ኢልዎ ሽዑ ሓራይ ጠምጥመኒ ኢልዎ ሽዑ ኣብ ገረብ ኣብ ገረብ ገመዱ ኣምጺኡ ጥምጥም ኣቢሉ ኪሕጂ ሓይለይ ከምፅኦየ ምስ በሎ በትሪ ዒሉ ቅጥቅጥ ኣቢሎ ነቲ እምበሳ ሽዑ እቲ እምበሳ እንዳበኸየ ሽዑ እቲ ሰብኣይ ከዓ ሽዑ ፈቲሑ ኪድ በል ገዛኻ ኪድ ሕለፍ ሕለፍ ኢልዎ ሽዑ እቲ እምበሳ ከዓ እንዳበኸየ ገዝኡ ተመሊሱ ሽዑ ኣብ ገዝኡ ኣዲኡ ኡይ ኡይ ወደይ ጠፊኡ እናበለት ትፅበዮ ነይራ ሽዑ ምስ ረኣየቶ ንዕወዳ ውይ ኣምቡሽ ወደይ ናበይ ደኣ ኮይንካ እንታይ ኮንካ ኢላቶ ሽዑ ትንእሽተይ ኣንበሳ ከዓ እዋ ነቲ ሰብ ዝበሃል ፍጥረት ከይደ ክደልዮ ክበኣሶ ደልየ ነይረ ሽዑ ኣብኡ ምስ ቀዱ ኣብ ገረብ ኣሲርኒ ክትክት ኣቢልኒ ኢሉ በኽዩ ሽዑ ኣዲኻ ኢላ "እ፣ ንምንታይ ከይድካ ምሽ ኢለካ እቲ ሰብ ዝበሃል ፍጥረት ትርጉም እዩ ኩሉ ሻዕ እና ንእሽተይ ኣንበሳ ይወስድ ይቅጥቅጥ ኢለካ ምሽ ኢላቶ ሽዑ እቲ እንበሳ ንእሽተይ ኣንበሳ እንዳበኸየ እንዳበኸየ ሽዑ ኣዲኡ ሓቂፋ ሻሂን ባንን ሂባ ስዒማቶ ሽዑ እንድሕር ንዓይ ሰሚዕካ ነይርካ እቲ ሰብኣይ ኣይምቀጥቀጠካን ግን ስለ ዘይሰማዕካኒ ቀጥቂትካ ሕጂ ካብዚኣ ተማሂርካ ትኸውን ኢኻ ኢላቶ ሽዱንበሳ ስቅ ኢሉ ናይ እዚኣ ሞራል ካኣ ስድራኩም ዝበልኩም ስምዑ እንድሕር ስወለድና ሰሚዕና ወልሓደ ሕማቅ ነገር ኣየጋጠመናን እዩ ብከምኡ እዚ ኣንበሳ እንድሕር ኣዲኡ ሰሚዕዋ ነይሩ እቲ ሰብኣይ ኣይምቀጥቀጦን።